ሰላም ከመይ ትውዕሉ ክቡራት ተኸታተልቲ ፈኖ ኤሪ ቲቪ ንሎሚ ሶኒ ዓሰርተ ሽዱሽተ ግንቦት ፍርቂ መዓልትን ፈረቓን ዝተዳለወ ዜናዊ መሰናድኦ ሒዝናልኩም ቀሪብና ኣለና ንምክትታልኩም ብኽብሪ ዝዕድም ሻም ተወልደ እየ ብቐንጥታቱ እፍልም ኣብ ሰሜናዊ ቀይሕ ባሕሪ ዝርግሐን ተጸበት ጻሕነትን ማሕበራዊ ኣገልግሎታት ኣብ መነባብሮ ህዝቢ መስተርሆት ፈጢሩ ኣብ ከተማ ኣስመራ ኣገልግሎት ረሳሕ ፈሳሲ ንምስፋሕ ዓበይቲ ዕማማት ተሰላሲሉ ኣብ ንኡስ ዞባ ሎጎ ዓንሰባ ኣብ ሕጊ ዘተኮረ ኣስተምህሮ ንህዝብን ተምሃሮን ተዋሂቡ ኣብ ቱርኪ ንኪዳን ሰሜን ኣትላንቲክ ኔቶ ዝቃወም ሰላማዊ ሰልፊ ተኻይዱ ፊንላንድ ናብ ኔቶ ንምጽንባር ብወግዒ ሕቶ ከም ዘቕረበት ተገሊጹ። ኣብ ኣሜሪካ ዓሌታዊ ጽልእ ዘበገሶ ምዃኑ ብዝተገልጸ መጥቃዕቲ ብውሕዱ ዓሰርተ ሰባት ተቐቲሎም። ኣብ ሰሜናዊ ቀይሕ ባሕሪ ኣብ ዝሓለፈ ሰላሳን ሓደን ናይ ናጽነት ዓመታት መስተሮት ዝፈጥር ዝርግሐን ተበጻሕነትን ማሕበራዊ ኣገልግሎታት ከም እተሰላሰለ ተገሊጹ።

ኣብ ዞባ ሰሜናዊ ቀይሕ ባሕሪ ኣብ ዝሓለፈ ሰላሳን ሓደን ናይ ናጽነት ዓመታት ዝተዋደደ ማሕበራዊ ኣገልግሎታትን ትሕተ ቅርጽን ከምቲ ባህግና እኮ እንተዘይኮነ ኣብ መዓልታዊ ህይወት ህዝቢ መስተርሆ ከምዝፈጠረ ዋና ዳይረክተር ክፍሊ ማሕበራዊ ኣገልግሎት ኣቶ ረዘነ ፍስሃ ገሊጾም። ብምኽንያት ጽንበል ናጽነት ምስ ኤሬና ኣብ ዘካየዶ ቃለ መሕተት ኣቶ ረዘነ፣ መንግስቲ ካብ ጽባሕ ናጽነት ብዝገበሮ ንርሑቕ ገጠራት ኣብ ግምት ዘእተወ ወፍርን ጻዕርን፣ ኣብ ኩሉ ጽላታት ርኡይ ምምሕያሽ ከም እተመዝገበን ህዝቢ ብቐረባ መሰረታዊ ኣጉልግሎት ይረክብ ከም ዘሎን ኣብሪሆም። ንኣጎልግሎት ጥዕና ብዝምልከት ኣብ ዝሃቦ ሓበሬታ፣ ቅድሚ ናጽነት ብድሩት ዓቕሚ ኣብ ኣዝዩ ውሱን ከባቢታት ዝነበረ ኣጎልግሎት ንምስፋሕ ብዝተሰላሰለ ስራሕ፣ ሎሚ ክሳብ ዞባዊ መወከሲ ሆስፒታል ዝርከቦ ኣርብዓን ሽዱሽተን ትካላት ጥዕና ተዋዲዱ ኣጎልግሎት ይህብ ከም ዘሎ ዝገለጸ ኣቶ ረዘነ፣ ተጠቃምነቱ እውን ምስቲ ኣብ ንቕሓት ህዝቢ ዝመፀ ወታዊ ለውጢ ብኡ መጠን ዕቤት የርኢ ከምዘሎ ኣረዲኦም። ኣርባዕተ ሆስፒታላት ኣለዋ፣ ትሽዓተ ማእከል ጥዕናት ኣለዋ። ሓንቲ ማእከል ጥዕና እያ ነይራ ቀደም፣ ሕጂ ግን ትሽዓተ ማእከል ጥዕና ኣለዋ። ኣደን ህጻንን ኣይነበረን፣ ሕጂ ክልተ ኣደን ህጻንን ኣሎ። መደበር ጥዕና ሓንቲ ነይራ፣ ሕጂ ዕስራን ሸውዓተን መደበር ጥዕና ኣለዋ። ስለዚ ክንክን ክሊኒክ ከኣ

ብኡ መሰረት ከኣ ንዘሎ ጸገማት ሽግራት ናይቲ ህዝቢ ኣብ ግምት እእቲኻ ቀዳምነት ንርሑቕ ገጠራት ዝኸይድ ኣሰራርሓ ስለዝኾነ ስለዝኾነ ኩሉ እቲ ክግበር ዝከኣል እንታይሽ ምግበር ኣሎ፣ መጽናዕትታት ይግበር ኣሎ፣ ዳህሳስ ይካየድ ኣሎ፣ ንጸገማት ንምፍታሕ ከኣ ዓቕሙ ዘፍቅደሉ እቲ መንግስቲ እሰርሕ ኣሎ። ግንዛበ ዜጋታት ኣብ ኣገዳስነት ትምህርቲ'ውን እናበረኸ ብምምጽኡ ብዝሒ ኣብያተ ትምህርቲ ካብ ዕስራን ሸሞንተን ናብ ኣርባዕተ ሚእትን ኣርባዓን ሓሙሽተን፣ ተሳታፍነት ተመሃሮ ድማ ካብ ኣስታት ሸውዓተ ሽሕ ናብ ልዕሊ ሱሳን ክልተን ሽሕ ክብ ከም ዝበለ ሓቢሩ። ዕስራን ሸሞንተን ኣብያተ ትምህርቲ እየን ነይረን። ኣብዚ ሕጂ እዚ ዘለና ግን ኣርባዕተ ሚእትን ኣርባዓን ሽዱሽተን ኣብያተ ትምህርቲ ተሃኒጸን ኣለዋ፣ ትካላት ትምህርቲ ማለት እዩ። ክሳብ ክንደይ ብዝሒ ተመሃሮ ነይሮም ንካ እንድሕር ክትመጽእ ኹንካ፣ ቀደም ሸውዓተ ሽሕን ሚእትን ሱሳን ክልተን ነይሮም። ኣብ ምሉእ ዘባና። ሕጂ ግን ሱሳ ሽሕን ክልተ ሚእትን ኣርብዓን ሱሳን ክልተን ሽሕን ኣርባዕተ ሚእትን ዓሰርተ ሸውዓተን ተመሃሮ ኣለዉ። እዚ ቁጽሪ እዚ ክትሪኦ ከለኻ ምስ ናይ ቅድም ሕጂ ዝነበረ ክተዛምዶ ምስ ሸውዓተ ሽሕ ናብ ሱሳን ክልተን ሽሕ ክድይብ ምኽኣሉ ክሳብ ክንደይ ትምህርቲ ዝርግሐ ከም ዘለዎ ዘነጽር እዩ። ተራ ደቂ ኣንስትዮኸ? ተራ ደቂ ኣንስትዮ ኣርብዓን ሓደን ነጥቢ ክልተ ሚእታዊት በጺሑ ኣሎ። እዚ እኹል ድዩ እንድሕሪ ኢልካኒ፣ ቀጻሊ ጻዕሪ ዝሓትት ምዃኑ ግን ከም መበገሲ ንጥቀመሉ። ኣብ መዳያት መጓዓዝያን መራኸቢታትን ዝተሰላሰለ ዕማማት ብዝምልከት ድማ ኣቶ ረዘነ፣ ናይ ቅጥራን ጽርግያታት ኣስመራ-ባጽዕ፣ ባጽዕ ፎሮን ጋሕቴላይ ሽዕብን ክስራሕን ክሕደስን ከሎ፣ ናይ ሓመድ ጽርግያታት ባጽዕ ጉልቡብ፣ ባጽዕ ዓሰብን ዓዲ ቐይሕ ፎሮን ከም እተሰርሐ ብምጥቃስ፣ እዚ ኣብ ስፍሓትን ምዕባለን ኣገልግሎት መጓዓዝያ ኣብ ኣስተዋጽኦ ከም ዝገበረ፣ ዝርግሐ መራኸቢታት ተንቀሳቓሲ ተሌፎን እውን ንዝነበረ ጸገማት ከም ዘቃለሎ ገሊጹ። ካብዚ ንሽዕብ ዝኸይድ ኣሎ፣ ካብዚ ንፎሮ ዝኸይድ ኣሎ፣ እዞም ቅጥራናት እዚኣቶም እቶም ኣገልግሎት ዝህቡ ዘለዉ ስሉጥ ኣገልግሎት ዝህቡ እዮም። ሽዕብ ኣፍዓበት። ፎሮ ገልዓሎ ገልዓሎ ባዳ ኣፍዓበት ናቕፋ ፎሮ እምለ ባጽዕ ማህሚመት። ካብ ባጽዕ ን ጎልቡብ ዝኸይድ መስመር ዓብል መስመር ኣሎ ኣብዚ ካብ ጎልቡብ ሓሊፉ ውን ን ቃሯ ዝኣቱ እዚ ማህመት ኣቱ ካብ ማህመት ቃሯ ይቕጽል። ካልእውን ብተመሳሳሊ ካብዚ ንፈሮ ካብ ፈሮ ሓሊፉ ካብ ፈሮ ሓሊፉ ገልዓሎ ካብ ገልዓሎ ሓሊፉ ባጽዕ ዝዝመን ሽም ዓሰብ ዝኣቱ ኣሎ። እዚ ዓሰብ ዝኣቱ መስመር እውን ኣዝዩ ዓቢ ሃገራዊ መስመር እዩ። ኣብ ዞባና ብዘይካ ኣብ ኣዶብሓ እ ካልእ ኩሉ መስመር ቴሌፎናት ዘይብሉ ዳርጋ የለን። ኣቶ ረዘነ ኣብ መወዳእታ፣ ዝርግሐ ማሕበራዊ ኣገልግሎታት ምሉእነትን ኣድማዕነትን ንኽህልዎ፣ ፋሕ ዝበላ ዓድታትን ቁሸታትን ንምጥርናፍ ብዝተኻየደ ጎስጓስ፣ ብርክት ዝበላ ከም እተጠርነፋ፣ ዛጊት ዘይተጠርነፋ ንኽጥርነፋ ድማ ተበግሶታት ይውሰድ ከም ዘሎ ብምንጻር፣ ተበጺሑ ንዘሎ ደረጃ ብምዕቃብ ናብ ዝለዓለ ደረጃ ንምብራኹ ተራን ኣበርኩተን ነፍሲ ወከፍ ዜጋ ክሕይል ኣዘኻኺሮም።
ኣብ ከተማ ኣስመራ ኣገልግሎት ረሳሕ ፈሳሲ ንምስፋሕ ሓድሽ መስመር ናይ ምውዳድን ዝነበረ ናይ ምጽጋን ንጥፈታት ይሰላሰል ኣሎ ንጸብጻባት ወኪል ኤሪና ናዝሬት በይን ሚካኤል ሓድጉም
ኣብ ከተማ ኣስመራ ኣገልግሎት ረሳሕ ፈሳሲ ንምስፋሕ ልዕሊ ሚእትን ስሳን ሓሙሽተን ሚልዮን ናቕፋ ዝወድእ ሓድሽ መስመር ናይ ምውዳድን ዝነበረ ናይ ምጽጋንን ንጥፈታት ከም ተሰላስለ ኣብ ክፍሊ ማይ ዞባ ማእከል ሓላፊ ጨንፈር ረሳሕ ፈሳሲ ጂኦሜትራ ዮውሃንስ ሙሉ ሓቢሩ። ቅድሚ ናጽነት ዝበዝሐ መስመር ረሳሕ ፈሳሲ ኣብ ሰሜናዊ ክፋል እታ ከተማ ምንባሩ ዝጠቕሰ ጂኦሜትራ ዮውሃንስ፣ ኣብ ዝሓለፈ ናይ ናጽነት ዓመታት ግን ናብ ዝተፈላለየ ማእዝናት ንምስፍሑ ዓበይቲ መደባት ከም እተተግበሩ ገሊጹ። ተጠቃምነት መስመራት ረሳሕ ፍሳሲ ምስ ምዝርጋሕ ዓበይቲ መስመራት ወይ ዓበይቲ መትረባት ተኣሳሲሩ ዝኸይድ ኮይኑ፣ ጎኒ ጎኑ ዓመታዊ ካብ ክልተ ሚእትን ሓምሳን ክሳብ ሰለስተ ሚእቲ ሓደስቲ መስመራት ናብ ኣባይቲ ይለግብ ማለት እዩ። ብኡ መጠን ድማ ኣብዚ እዋን እዚ ስሳን ሓሙሽተን ሚእታዊት ካብ ጠቕላላ ስፍሓት ከተማ ኣስመራ ኣገልግሎት ረሳሕ ፈሳሲ ብመስመር ክረክብ ከሎ ዓሰርተ ሓሙሽተ ካብ ሚእቲ ኣብ ጎዳጉዲ ዝጥቀም ማለት እዩ። እቲ ዝተረፈ ዕስራ ካብ ሚእቲ ግን ጌና ኣገልግሎት ናይ መስመር ረሳሕ ፈሳሲ ደይረኸበ ማለት እዩ። ብመሰረት ዝወጸ ውጥን ብልዕሊ ሰብዓን ሓሙሽተን ሚልዮን ናቕፋ ኣብ ሰሜናውን ደቡባውን ክፋላት ከተማ ኣስመራ ኣስታት ዓሰርተ ኪሎሜተር ሓደስቲ መትረባት ረሳሕ ፈሳሲ ከምእተዋደዱ ዝጠቕሰ ጆሜትራ ዮውሃንስ፣ ኣብ ሰሜናዊ ክፋል ማለት ከባቢታት ኣኽርያ መደሽቶ፣ ገዛ ታኒካ መደሽቶ ከምኡ እውን ኣርባዕተ ኣስመራን ማይተመናይን ኣስታት ኣርባዕተ ኪሎ ሜተር፣ ኣብ ደቡባዊ ክፋል ድማ ማለት ቀሓውታ ደምበ ሰምበል፣ ደምበ ሰምበል ሰምበል ከምኡ እውን ኤክስፖ ኣስታት ሽዱሽተ ኪሎ ሜተር ሓደስቲ መትረባት ከም እተሰርሑ ኣፍሊጡ። ነዚ ከም መቐጸልታ ናይቲ ኣብ ሰሜናዊ ወገን ዝተኻየደ ዓበይቲ መትረባት ናይ ምስራሕ መደብ፣ ኣብ ከባቢታት ኣኽርያ መደሽቶ፣ ገዛ ታኒካ መደሽቶ፣ ኣርባዓስመራ ከምኡውን ገላፋልማይ ተመናይ ኣስታት ኣርባዕተ ኪሎ ሜተር ዝንውሓቱ ዝተፈላለየ ዓቐን ዘለዎ ማለት እዩ ኣብ ሰሜናዊ ክፋል ክስራሕ ከሎ ኣብ ደቡባዊ ድማ ካብ ቀሓውታ ደምበሰንበል ባርጅማ ደምበሰንበል ኤክስፖ ደምበሰንበል ናብ ሰንበል ዝዝርጋሕ ከኣ ናይ ሽዱሽተ ኪሎ ሜተር ዝንውሓቱ ዓበይቲ መትረባት ተሰሪሑ ብጠቕላላ ኣስታት ዓሰርተ ኪሎ ሜትር ዝንውሓቱ መትረባት ተሰሪሑ ድሕሪ ናጽነት ልዕሊ ሰብዓን ሓሙሽተን ሚልዮን ናቕፋ ዝኾኑ ወጻኢታት ድማ ተገይርሉ ኣሎ ማለት እዩ። ብዘይካ'ዚ ብሰንኪ እርጋንን መዓበስትን ኣገልግሎት ኣቋሪጹ ዝነበረ ኣብ ዝተፈላለየ ከባቢታት ዝርከብ ካብ ሸውዓተ ሚእቲ ክሳብ ትሽዓተ ሚእቲ ሚሊ ሜተር ዝሰንጣቂቱ ሚእትን ሰብዓን ሽዱሽተን ኪሎ ሜተር መስመራት ረሳሕ ፈሳሲ ልዕሊ ሰማንያ ሚልዮን ናቕፋ ወጻእ ብምግባር ከምተጸገነ እውን ኣረዲኡ። ኣብዞም ዝሓለፉ ሰላሳ ዓመታት ካብቶም ዓቢ ኣተኩሮ ተዋሂብዎም ዝተሰርሑ ኣብ ደቡባዊ ክፋል እዩ መብዛሕትኡ ተሰሪሑ። እዚ ድማ ቀንዲ ማይክዖ ናይ ዲጋ ማይነፍሒ ከም ምዃኑ መጠን ምስቲ ማይክዖ ናይ ዲጋ ማይነፍሒ ድማ ብጥንቁቕ ኣገባብ ክስራሕ ስለደለዎ እቲ መስመራት ናይ ረሳሕ ፈሳሲን ዝናብ ማይን ተፈላልዩ ክኸይድ ስለደለዎ ካብ ሸውዓተ ሚእቲ ክሳብ ትሽዓተ ሚእቲ ሚሊሜተር ሰንጣቒት ዘለዎም ኣብ ከባቢታት ቃሖታ ደምበሰንበል፣ ባርጅማ ደምበሰንበል፣ ኤክስፖ ደምበሰንበል ከምኡውን ኣብ ከባቢ ኤክስፖ ኣብዚ ሓደሽቲ ኣባይቲ ሰንበልቱ ወይ ከኣኒ ናይ ቦንዳ ኣባይቲ ንብሎ ድማ ዓበይቲ መስመራት ተዘርጊሖም ኣለዉ። እዚኦም ሕጂ ብንውሓት እንተርኢናዮም ኣስታት ሸውዓተ ነጥቢ ሓሙሽተ ኪሎሜተር ንውሓት ኣለዎም። ልዕሊ ሰላሳን ሓደን ሚልዮን ናቕፋ ድማ ወጻኢታት ተገይርሎም ኣሎ ማለት እዩ። ብጠቕላላ ኣብቲ ሰላሳ ዓመታት ክረኦ ከሎ ድማ ልዕሊ ሚእትን ሰብዓን ሽዱሽተን ኪሎሜተር ዝንውሓቱ መስመራት ረሳሕ ፈሳሲ ተጸጊኑ ልዕሊ ሰላሳ ሚልዮን ናቕፋ ወጻኢታት ድማ ተገይርሉ ኣሎ ማለት እዩ። ቅድሚ ሕጂ ናብቲ ቀንዲ መስመር ረሳሕ ፈሳሲ ዘይፈስስ ዝነበረ ናይ ኣኹርያ፣ ሰምበል፣ ኣርባዕተ ኣስመራ፣ መዓስከር ኣውገት፣ ምህራም ጭራ፣ ካምቦ ፍላንሳ፣ ቃሓውታን ማይ ጭሆትን እውን ናብ ማይ ብላ ከም ዝሕወስ ከም እተገብረ ዝሓበረ ጆሜትራ ዮሃንስ፣ ኣብ እዋን ክራማት ንነዊሕ ዓመታት ከዕለቕልቕ ዝጸንሐ ከባቢታት ማይ ኣባይ ሻውል፣ ሸል ዖቕባ ሃይለን ከባቢ ባርትብለጽን ብልዕሊ ዓሰርተ ሚልዮን ናቕፋ ብፕሮጀክት ዓዲ ሃሎ መሰረታዊ ፍታሕ ከም ዝረኸበ ገሊጹ። ሓደ ካብቲ ዓበይቲ ፕሮጀክታት ተባሂሉ ዝተሰርሐ እዚ ኣብ ከተማ ኣስመራ ናይ ዕልቕልቕ ቦታ ተባሂሉ ክግለጽ ዝጸንሐ ከባቢ እዚ ጎደናታት ኣፍዓበትን ማይበላን ተባሂሉ ዝጽዋዕ ከባቢ ማይ ኣባሻውል ማለት እዩ። እዚ ናይ ዕልቕሊ ቦታ ከባቢ ሼል ዑቕበ ሃይለ፣ እዚ እንዳ ሚኒባስ ከምኡውን ክሳብ ባር ትብለጽ ከባቢ ዝዝርጋሕ ኮይኑ እቲ ብኡ እተሰላሰለ ስርሓት ድማ ነቲ ዝነበረ ዓበይቲ መስመራት ናይ ዝናብ ማይ ብሓደሽቲ ቱቦታት ምቕያርን ሙሉእ ብሙሉእ ድማ ነቲ ድነበረ ናይ መእከቢ ካች ፒት ድበሃል ድማ ንዑ ሙሉእ ብሙሉእ ምቕያር እዩ ነይሩ። እዚ ልዕሊ ዓሰርተ ሚልዮን ዝኸውን ናቕፋ ወጻኢታት ተገይርሉ እዩ ተሰላሲሉ። እቲ ወጻኢታቱ ብፕሮጀክት ዓዲ ሃሎ እዩ ካብ ንዋቱ ክሳብ ማሽነርኡ ተሸፊኑ ማለት እዩ። ጎኒ ጎኒ ናይቲ ዝካየድ ምስፋሕ መስመራት ብኮም ተጠርነፈ ምዝርጋሕ ናይ መስመር ረሳሕ ፍሳስ እውን ተኻይዱ ማለት እዩ። እዚ ሕጂ ኣብ ከባቢታት ንኡሳን ዞባታት ኣኽርያ፣ ሰምበል፣ እዚ ገጀረት፣ እዚ ከባቢ መዓስከር ኣውገት ንብሎ ማለት እዩ፣ ኣርባዕስመራ፣ ዕዳጋ ሓሙስ ከኣ ከባቢ ምህራም ጭራ፣ ማይ ተመናይ፣ እዚ ብካምቦ ፍላንሳ ዝጽዋዕ ቦታ፣ ጎዳይፍ ድማ ኣብ ከባቢ ቐሓውታ ከምኡውን ገዛባንዳን ማጮህትን፣ እዚ ብኮም ተጠርኒፉ ነቲ ናይ ምስፋሕ ናይ መስመራት ረሳሕ ፍሳሲ ዝተሰላሰለ እዩ ማለት እዩ። ጂኦሜትራ ዮሃንስ ሙሉ ኣብ መወዳእታ ምኽዳን ከፋት ምትረባት ዝናብን ምጽጋን ዝዕለቕለቕ ቦታታትን ኣብ ዶባዊ ሸነኽ ከምኡ'ውን ምስፋሕ ኣገልግሎት ረሳሕ ፈሳሲ ጽገና ዓበይቲ መስመራትን ኣብ ሰሜናውን ዶባውን ክፋል ካብ ናይ መጻኢ መደባቶም ከምዝኾነ ጠቒሱ ሕብረተሰብ ነቲ ብኸቢድ ወጻኢታት ዝዋደድን ዝጽገንን ዘሎ ትሕተ ቅርጺ ብግቡእ ክጥቀመሉን ክከናኸኖን ኣተሓሳሲቡ።
ኣብ ንኡስ ዞባ ሎጎ ዓንሰባ ኣብ ሕጊ ዘሎ ኣፍልጦ ብምብራኽ ምስ ፖሊስ ዝግበር ምትሕብባር ንምዕባይ ዝዓለመ ኣስተምህሮታት ንህዝብን ተምሃሮን ተዋሂቡ። ኣዛዚ መደበር ፖሊስ መቐርካ ካፒቴን ኪዳነ ፍትዊ ኣብ ዝሃቦ መግለፂ፣ እቲ ካብ ወርሒ መጋቢት ጀሚሩ በብእዋኑ ዝወሃብ ዘሎ ኣስተምህሮ ቀንዲ ዕላምኡ ንቕሓት ነበርቲ ክብ ብምባል ተርእዮ ገበናትን ሓደጋታት ትራፊክን ንምንካይን ንምክልኻልን ምዃኑ ብምጥቃስ፣ ድሮ ኣብ ሸውዓተ ምምሕዳራት ከባቢ ተኻይዱ ከምዘሎን ቀጻሊ ምዃኑን ገሊጹ። ኣብቲ ኣስተምህሮ፣ ኣብ ተራ ህዝቢ ብሓፈሻ ተመሃሮ ድማ ብፍላይ ኣብ ምክልኻል ገበንን ሓደጋታት ትራፊክን፣ ምውጋድ መርዓ ትሕቲ ዕድመ፣ ከምኡ'ውን ኣብ ቀጽሪ ኣብያተ ትምህርትን ካብኡ ወጻእን ዝዝውተሩ ነውርታትን ሓደገኛናቶምን ዝርዝራዊ መብርሂ ተዋሂቡ። ካፕቴን ኪዳነ ኣብ መወዳእታ፣ ተማሃሮ ብስነ-ምግባርን ዲሲፕሊንን ብሩህ መጻኢኦም ንኸውሕሱ ኣብነታዊ ኣካይዳ ክህልዎም ብምልባው፣ ኣብዚ መዳይ'ዚ ተራ ወለድን ኣብያተ ትምህርትን መሰረታዊ ከም ዝኾነ ኣፍሊጡ። ተማሃሮ ብወገኖም እቲ ሕጊ ጠቀስ ኣስተምህሮ ንዝጸንሖም ድሩት ኣፍልጦን መረዳእታን ብምስፋሕ፣ ኣብ ምክልኻል ገበናትን በደላትን ሓደጋታት ትራፊክን እጃሞም ከበርክቱ ዘተባብዕ ስለዝኾነ ቀጻልነት ክህልዎ ሓቲቶም። ጸሓፊ ህግደፍ ኣብቲ ንኡስ ዞባ ኣቶ ብርሃነ ጸጋይ ብወገኑ፣ ብባህልን ክብርታትን ሕብረተሰቡ ዝተኾስኮሰ ቆልዓ ኣብ ገበን ክወድቕ ዘሎ ተኽእሎ ኣዝዩ ጸቢብ ምዃኑ ብምግንዛብ፣ ስድራቤታት ኣብዚ መዳይ'ዚ ብዕቱብነት ክሰርሓ ኣዘኻኺሩ። ነበርቲ ዓሰርተ ክልተ ዓድታት ንኡስ ዞባ ማይ ምነ ጥዕንኦምን ፅሬት ከባቢኦምን ንምውሓስ ኮም ዝመርሖ መደባት ከባቢያዊ ፅሬት ተግቢሮም። ብ ሸሞንተ ግንቦት ኣብ ዝተኻየደ ፅምብል ሓላፊ ህዝባዊ ጥዕና ኣብቲ ንኡስ ዞባ ኣቶ ሓጎስ ሃብተማርያም ኣብ ዘስምዖ ቃል ዓድታት ንዘዋደድኦ ዓይኒ ምድሪ ብግቡእ ክጥቀማሉን ቀፃልነቱ ከውሕሳን ተላብዩም። ኣብ ንኡስ ዞባ ማይምነ ካብ ሰብዓን ሽዱሽተን ዓድታት እተን ስሳን ሸውዓተን ነቲ መደባት ብምልኣት ከምዘተግበራ ጠቒሱ ድማ ተሪፈን ዘለዋ ትሽዓተ ዓድታት ኣብ ምጽፋፍ ከምዝርከባ ሓቢሩ። ሓላፊ ማእከል ጥዕና ንኡስ ዞባ ማይምነ ነርስ ሙልጌታ ገብረዮሃንስ ብወገኑ ኣብተን ነቲ መደብ ብምልኣት ዘተግበራ ዓድታት ብጉድለት ጽሬት ዝኽሰቱ ሕማማትን ሳዕቤናቶምን ከምዝነከየ ገሊጹ። ኣመሓዳር ን ዞባ ማይምነ ለተናል ኮሎኔል ኣብርሃም ሃይለ ድማ ኣገዳስነት እቲ መደብ ኣብ ምውሓስ ጥዕና ዜጋታትን ፅሬት ኣከባቢን ልዑል ስለዝኾነ ከምቲ ኣብ ትግባረኡ ኣብ ምዕቃቡ ዕቱብነት ክህሉ መኺሩ። እዚ ከምዚ ኢሉ እንከሎ ኣብ ሓውሲ ከተማ ማይምነ ተመሓላለፍቲ ሕማማት ንምክልኻል ብ ዕስራን ሸውዓተን ሚያዝያ ወፈራ ፅሬት ከምእተኻየደ ደንጒ ዝበፀሓና ሓበሬታ ኣፍሊጡ። ክብራት ተዓዘብትና ዝስዕብ ኣህጉራዊ ዜና እዩ ምክትታልኩም ክትቅፅሉ ደጊምና ብኽብሪ ንዕድም። ኣብ ቱርኪ ንኪዳን ሰሜን ኣትላንቲክ ኔቶ ዝቃወም ሰላማዊ ሰልፊ ተኻይዱ። ኣብ ኣፍደገ እቲ ኣብ ኣውራጃ ኣዳና ተደኪኑ ዝርከብ መዓስከር እቲ ኪዳን ዝተኣኻኸቡ ኣማኢት ሰልፈኛታት፣ እቲ መዓስከር ክዕጾን ቱርኪ ምስቲ ኪዳን ዘለዋ ዝምድና ክትበትኽን ጸዊዖም። ኔቶ ኣብ ጎረባብቲ ሃገራት ብዝወስዶ ግጉይ ወተሃደራዊ ውሳነታትን ዝኽተሎ ፖሊስን ቀንዲ ጠንቂ ቅዝፈት ሰለማውያን ሰባትን ማሕበረ-ቁጠባዊ ቅልውላውን ኮይኑ ከም ዘሎ ዝገልጹ ሰልፈኛታት፣ እቲ ኪዳን ኣብቲ ዞባ ዝገብሮ ንጥፈታት ምስ ዘየቋርጽ ሳዕቤናቱ መሊሱ ከም ዝኸርር ሓቢሮም። እቶም ሰልፈኛታት፣ ኔቶ ካብ ቱርኪ እናተበገሰ ኣብቲ ዞባ ብሓፈሻ፣ ጎረባብቲ ሃገራት ድማ ብፍላይ ዘካይዶ ምትእትታውን ቀጥታዊ ወተሃደራዊ ወፍርን፣ ቀንዲ ጠንቂ ጸጥታውን ወተሃደራውን ቅልውላው ሃገሮም ከይከውን ከምዘስግኦም ገሊጾም። ኣብ ኣውራጃ ኣዳና ተደኲኑ ዝርከብ መዓስከር ሓይሊ ኣየር ኔቶ ንዝሓለፈ ዓመታት ካብ ስራሕ ወጻኢ ኮይኑ እኳ እንተጸንሐ፣ ኣብዚ እዋን ምስ ምውላዕ ኲናት ዩክሬን ኣብ ንጡፍ ኣገልግሎት ከምዝርከብ እየን ማዕከናት ዜና ዝዘጋውሓ ዘለዋ። ፊንላንድ ናብ ኪዳን ሰሜን ኣትላንቲክ ኔቶ ንምጽንባር ትማል ዓሰርተ ሓሙሽተ ግንቦት ብወግዒ ሕቶ ከም ዘቕረበት ተገሊጹ። ናብቲ ኪዳን ንምጽንባር ውጥን ከም ዘለዋ ክትገልጽ ዝጸንሐት ሽወደን እውን ተመሳሳሊ ሕቶ ንምቕራብ ትሸባሸብ ከም ዘላ ተሓቢሩ። ሩስያ መልሰ ግብሪ ናይቲ ስጉምቲ ክትወስድ ምዃና ክትሕብር እንኮላ፣ ኣባል ኔቶ ዝኾነት ቱርክ እውን ንምጽንባር ናይተን ሃገራት ተቓውምኣ ገሊጻ ኣላ። እዚ ከምዚ ኢሉ እንከሎ፣ ጀርመን ተግባራውነት ናይቲ መደብ ንምቅልጣፍ ከም እትሰርሕ ኣፍሊጣ ኣላ። ብኣንጻሩ ድማ ቱርኪ ንምጽንባር ሽወደንን ፊንላንድን ናብ ኔቶ ብትሪ ከምትቃወም'ያ ትሕብር ዘላ። ሚኒስተር ጉዳያት ወጻኢ ቱርኪ መቭሉት ኮፋሶግሉ ኣብ ዝሃቦ ጋዜጣዊ መግለጺ፣ እተን ክልተ ስካንዲናቭያውያን ሃገራት ምስ ሽበራዊ ጉጅለ ሰልፊ ስራሕኛታት ኩርዲስታን ማለት PKK ዘለወን ዝምድና ክበትካ ከምኡ'ውን ኣብ ልዕሊ ሃገሩ ዘንበርኦ እገዳታት ሸመተ ኣጽዋር ከልዕላ ጸዊዓ። ንፊንላንድን ሽወደንን ናብ ኔቶ ንምጽንባር ዝካየድ ዘሎ ምሽብሻብ፣ መቐጸልታ ናይቲ ሃገራት ምዕራብ ንሩስያ ናብ ወተሃደራዊ ከበባ ንምእታው ዘካይድኦ ዘለዋ ንጥፈታት ምዃኑ መንግስቲ ሩስያ ክወቅስ ጸኒሑ ኣሎ። ምትእትታው ሃገራት ምዕራብ ንጸጥታ ሰሜንን ምብራቓን ኤውሮጳ ኣብ ሓደጋ ከእትዎ ከምዝኽእል ናይ ቀረባ ተዓዘብቲ የጠንቅቑ። ብ ዓሰርተ ኣርባዕተ ግንቦት ኣብ ከተማ ቡፋሎ ሕቡራት መንግስታት ኣሜሪካ ብዝተኻየደ ዓሌታዊ ጽልኢ ዘበገሶ ምዃኑ ዝተገልጸ መጥቃዕቲ ፎኪስ ብረት ብውሕዱ ዓሰርተ ሰባት ተቐቲሎም። በቲ ኣሜሪካውያን ኣፍሪቃውያን ብብዝሒ ኣብ ዝጥቀሙሉ ከባቢ ዝተፈጸመ መጥቃዕቲ ሰለስተ ከምዝቖሰሉ ተፈሊጡ። ዓሰርተ ሓደ ካብቶም ዝተቐትሉን ዝቖሰሉን ግዳያት ጸለምቲ ኣሜሪካውያን ኣፍሪቃውያን ብምዃኖም፣ እቲ ፍጻመ መቐጸልታ ናይቲ ኣብ ኣሜሪካ ዝካየድ ንጸለምቲ ዕላማ ዝገበረ መጥቃዕቲ ምዃኑ ናይ ቀረባ ተዓዘብቲ ይጠቕሱ። ነቲ መጥቃዕቲ ዘካየደ ወዲ ዓሰርተ ሸሞንተ ዓመት ኣሜሪካዊ ኣብ ትሕቲ ቀይዲ ከም ዝኣተወ ተገሊጹ። እዚ ከምዚ ኢሉ እንከሎ፣ ትማል ዓሰርተ ሓሙሽተ መጋቢት እውን ኣብ ደቡባዊ ካሊፎርንያ ኣብ ቤተ ክርስትያን ብዝተፈጸመን ዓሌታዊ ጽልኢ ዘንቀሎ ምዃኑ ዝተገልጸን መጥቃዕቲ ፎኪስ ብረት ሰባዊ ክሳራታት ከም ዝወረደ ተሓቢሩ። በቲ መጥቃዕቲ ብውሕዱ ሓደ ሰብ ከም ዝሞተን ሓያሎ ከም ዝቖሰሉን ዝጠቐሱ ሰብ መዚ ጸጥታ ካሊፎርንያ ነቲ መጥቃዕቲ ዝፈጸመ ኣብ ክሊ ዕድመ ስሳታት ዝርከብ ጥርጡር ኣብ ትሕቲ ቀይዲ ከም ዝኣተወ ገሊጾም። ኣብ ኣሜሪካ ዓሌታዊ ጽልኢ እዚ መንቀሊኡ ኣብ ልዕሊ ጸለምቲ ዝካየድ መጥቃዕትታት እናዓበየ ይመጽእ ከም ዘሎ ጸብጻባት የረድኡ። ሓይሊ ኣየር ሶርያ ብ ዓሰርተ ሓሙሽተ ግንቦት ካብ እስራኤል ንዝተተኮሰ ሓያሎ ሚሳይላት ዒላምኡ ከይወቕዐ ከምዘብርዓነ ኣፍሊጡ። ብመሰረት እቲ ሓበሬታ፣ እስራኤል ኣብ ኣውራጃ ሓማ ዕስራን ክልተን ሚሳይላት ከምዝተኮሰት፣ ዓሰርተ ሽዱሽተ ካብኡ ድማ ከምዝበርዓነ ተፈሊጡ። ብሰንኪ እቲ መጥቃዕቲ ሰለስተ ኣባላት ሰራዊት ሶርያ ዝርከቦም ብውሕዱ ሓሙሽተ ሰባት ከም እተቐትሉ ማዕከናት ዜና ሶርያ ሓቢረን ኣለዋ። እስራኤል ኣብ ልዕሊ ዕላማታት መንግስቲ ሶርያን ኣብታ ሃገር ኣብ ልዕሊ ዝርከብ ዒላማታት ኢራንን ተደጋጋሚ መጥቃዕትታት ከተካይድ ምጽንሓ ይፍለጥ። ኢራን ብወገና ከም መልሰግብሪ ናይቲ ኣብ ልዕሊ ዒላማታታ ዝካየድ መጥቃዕትታት ኣብ ዒራቕ ከም ዘሎ ኣብ ልዕሊ እትገልጾ መደበራት ስለያ እስራኤል ደብዳብ ከተካይድ ምጽንሓ ይዝከር። መንግስቲ ብሪጣንያ ንንግዳዊ ዝምድና ሰሜን ኣየርላንድን ኤውሮጳዊ ሕብረትን ዝምልከት ዘውጽኦ ሓድሽ ንግዳዊ ሕገታትን መምርሒታትን፣ ኣብ መንጎ ብሪጣንያን ኣየርላንድን ንዝተበጽሐ ስምምዕ ሰላም ከምኡ'ውን ንኣህጉራዊ ሕግታት ዝጥሕስ ከምዝኸውን ቀዳማይ ሚኒስተር ኣየርላንድ ሓቢሩ። ቀዳማይ ሚኒስተር ሳይሞን ኮቮኒ ኣብ መግለጺኡ፣ ንንግዳዊ ማሕለኻታት ሰሜን ኣየርላንድን ፍታሕ ንምንዳይ፣ ኣየርላንድ፣ ብሪጣንያን ኤውሮጳዊ ሕብረትን ሓባራዊ ጻዕሪ ከካይዱ'ዩ ጸዊዑ። መንግስቲ ኣየርላንድ ነዚ ጻዊዕት'ዚ ዘቕርብ ዘሎ፣ መንግስቲ ብሪጣንያ ከም ኣካል'ቲ ካብ ኤውሮጳዊ ሕብረት ንምውጻእ ዝበጽሖ ስምምዕ፣ ሰሜን ኣየርላንድ ብሓባራዊ ባጤራ ዩሮ ክትጥቀም ንዝኸተሞ ስምምዕ ዝጎሲ ሓድሽ ንግዳዊ ሕግታት ከምዘውጽእ ድሕሪ ምሕባሩ እዩ። በዚ ድማ ብሪጣንያን ኤሮጳዊ ሕብረትን ናብ ንግዳዊ ዘይምቅዳው ከየምርሑ ከም ዘስግእ እዩ ዝግለጽ። ንሎሚ ሶኒ ዓሰርተ ሽዱሽተ ግንቦት ፍርቂ መዓልትን ፈረቓን ዝተዳለወ ዜናዊ መሰናድኦ ንምዝዛም ቀንዲ ነጥብታቱ ክደግመልኩም። ኣብ ሰሜናዊ ቀይሕ ባሕሪ ዝርግሐን ተበፃሕነትን ማሕበራዊ ኣገልግሎታት ኣብ መነባብሮ ህዝቢ መስተርሆት ፈጢሩ ኣብ ከተማ ኣስመራ ኣገልግሎት ረሳሕ ፈሳሲ ንምስፋሕ ዓበይቲ ዕማማት ተሰላሲሉ ኣብ ንዞባ ለጓ ዓንሰባ ኣብ ሕጊ ዘተኮረ ኣስተምህሮ ንህዝብን ተምሃሮን ተዋሂቡ ኣብ ቱርኪ ንኪዳን ሰሜን ኣትላንቲክ ኔቶ ዝቃወም ሰላማዊ ሰልፊ ተኻይዱ ፊንላንድ ናብ ኔቶ ንምፅምባር ብወግዒ ሕቶ ከም ዘቕረበት ተገሊጹ ኣብ ኣሜሪካ ዓሌታዊ ፅርኢ ዘበገሶ ምዃኑ ብዝተገልጸ መጥቃዕቲ ብውሕዱ ዓሰርተ ሰባት ተቐቲሎም